ደራሲ ኤሪክ ሰጋል ተርጓሚ ኣብርሃም ዮሃንስ ሞት ዘይሰዓሮ ፍቕሪ ኣብ ዕስራን ሓሙሽተን ዓመታ ንዝተኾልፈት ጓል እንታይ ክትብልዎ ትኽእሉ? ንሞት ዶ ትረግሙ ወላስ ንፈጣሪ ተማርሩ? ሕስብ ኣብልዎ። ኣወ ዒፈር ኸለኻ ክትኩለፈከኸ እህህታ ንሞት ስዒሩ ህላወ የልብስ ዶ ብርግጽ ክምስክር ግን ካብ ሞት ሓዘን ይረዝን ሞት ደኣ ሓንቲ እንድያ ኣብ ቀውዒ ናይ ዝሓለፈ ዓመት እዩ ተምሃራይ ሃርቫርድ ዩኒቨርሲቲ ኮይነ ንቤት ንባብ ራድክሊፍ ምምልላስ ዝተተሓሓዝክዎ ጉሩም ቤት ንባብ እዩ ኣብኡ እንታይነተይ ዝፈልጥ የለን ድሮ ፈተና ናብቲ ቤት ንባብ ብምኻድ ዘድልየኒ መጽሓፍ ክሓትት ወሰንኩ። ክልተ ደቂ ኣንስትዮ ሰራሕተኛታት ኣለዋ። እታ ሓንቲ ብስፖርት ዝተሃንጸ ኣካላትን ነዊሕ ቁመትን ዝወነነት ክትከውን እንከላ፣ እታ ሓንቲ ድማ ህድእ ዝበለትን መነጽር ዝወደየትን እያ። ነዛ ካልኣይቲ ብምምራጽ ሕቶይ ኣቕረብኩላ። ብጊንጢ ዝኾነ ኣጠማምታ፣ ኣብ ሃርቫርድ ቤት ንባብ የብልኩም እንድዩ? በለትኒ ራድክሊፍ ቤት ንባብ ክንጥቀመሉ ኣፍቂዶምልና እዮም መለስኩላ ሓቅኻ ኣለኻ ሕንቁቕ ግን ቅኑዕ ዶ ይመስለካ ሃርቫርድ ሓሙሽተ ሚልዮን መፅሓፍቲ ኣለዎ ንዓና ግን ኣሽሓት ጥራይ በለትኒ ኣዝያ የሕረቐትኒ ከም ኣነ ዝኣመሰላ ደቂ ኣንስትዮ ሕፍረት ከም ዝስምዐን እዩ ዝገብረን ሕጂ ግን እታ መፅሓፍ ስለ ዘድልየትኒ ትሕት ክብል ወሰንኩ ስምዕኒ እታ መጽሓፍ ማራያ ተድልየኒ በልክዋ ሕንቆ ንጓል ብከምዚ ቃላት ኣይትዛረባ መለሰትለይ ዋ ስለምንታይ ኢኺ ግን ዓሰርተ ሳዕ ሕንቁቕ ሕንቁቕ ትደጋግምለይ ዘለኺ ሓተትክዋ መነፀረ ኣውፅኣ ጠመተትኒ ሃብታምን ስድን ኢኻ ትመስል ተጋጊኺ ቁጥ ኢለ መለስኩላ። ክትፈልጢ ኣነ ድኻን ንፉዕን እየ ወሰኽኩላ። ኣሰይ ሕንቁቐይ ንፍዕትን ድኻንሲ ኣነ እየ በለትኒ ኣተኪረያ ትጥምተኒ ነይራ ሓቂ ክዛረብ ጽቡቓት ጉልሕምሕም ዝብሉ ኣዒንቲ እያ ትውነን ሓቂ እውን ሃብታም እየ ዝመስል ግን ዝኾነ ሰብ ስድ ኢሉ ክጽዋዓኒ ኣይፍቅድኒ ሎሚ ግን ተረቲዐ እየ ዝመስል ህድእ ብምባል ድማ ብኸመይ ኺ ንፍዕቲ እያ ክትብልኒ ኽእልኪ ሓተትክዋ ምኽንያቱ ምሳኻ ካፈ ስለ ዘይከይድ ቅልጥፍ ኢላ መሊሳትለይ ስምዒ ኣነ እውን ምሳይ ክትከዲ ሓተትክኾን ርኢኻ ሓቂ እየ እዚ እዩ ስዲ ዘበለኒ ናይ ዓወት ፍሽኽታ ኣብ ገጻ ዓሰለ ሕስብ ኣብልዎ ጽባሕ ፈተና ኣለኒ ንሳ ውን ቤት ንባብ ገዲፋ ካፋ ክትከይድ ኣይትኽእልን'ያ ስለዚ ዋላ እተደለናዮ ዘይከውን ነገር'ዩ። ተለማሊመ መጽሓፍ ወሰድኩ ሙሉእ መዓልቲ ከጽንዕ ወዓልኩ ንጽባሒቱ ኣብ ዝገበርክዎ ፈተና ውን ዓስቢ ኣይሰኣንኩን A ኣምጻእኩ። መርኣያ ሓጎሰይ ነታ በዓልቲ መነጽር ካፈ ክንከይድ ዓደምኩዋ ክልተ ቡን ኣዚዝና ኮፍ ምስ በልና፣ ጀኒፈር ካብለር ይበሃል ኣሜሪካዊት እየ ግን ከ ካብ ኢጣልያ እየ መፀ ሙዚቃ የፅናዕ ኣለኹ ዝርዝር ኣቢላ ሓበረትኒ ኣነ ድማ ኦሊቨር ይበሃል ነገር ክዋ ሽምካ ድዩ ሽም ኣቦኻ ኦሊቨር ሽመይ ባረት ድማ ሽም ኣቦይ ኣው ለክዕ ከም ደራሲት ኤልዛቤት ባረት በለትኒ ሓቅኺ ግን ዝምድና የብልናን ከም ባረት ሆል ዘይምባላ ደስታ ተሰሚዕኒ እዩ ምስኡ ዝምድና ኣለና ኣዳራሽ ባረት ኣብ ሃርቫርድ ዝርከብ ተፈታዊ ዘይኮነ ዓብዪ ኣዳራሽ እዩ ኣባሓጎይ ቅድሚ ነዊሕ ዓመታት ንሃርቫርድ ዝሃቦ እዩ፣ በዚ ድማ ሕፍረት ይስምዓኒ። ህድኣት ዓሲልዋ ክትጥምተኒ ተመልከትክዋ፣ ኣዒንተይ ናብታ ሒዛታ ዝነበረት ደብተር ኣበልክዋን። ናይ ዓሰርተ ሽዱሽተ ክፍለ ዘመን ሙዚቃ በልክዋ። ከቢድ ሓቀይ ወሰኽኩ። ሕንቁቕ ንዓኻ ከቢድ እዩ በለትኒ ከምዚ ኢላ ክትዛረበኒ ምፍቃደይ ገሪሙኒ ናይ ዩኒቨርሲቲ መጋዜን ዘይተንብብ ድያ ኮይና ኢለ ንነብሰይ ሓተትክዋ መልሲ ነበረንን ካብ ልሳና ንምርካብ ድማ መን ምዃነይ ኣይትፈልጥን ዲኺ በልክዋ ይፈልጠካ እምበር ዋና ኣዳረሽ ባርት እንዲኻ መለሰትለይ። ኣማን ብኣማን ከም ዘይትፈልጠኒ ርግጸኛ ዀንኩ። ሰሚዕኪ፣ ኣነ ኣዳራሽ ባራት ኣይውንኖን እየ። ኣባሓጎይ ንሃርቫርድ ሂብዎ እዩ። ኣኸለ በልክዋ። ግዲ ከይገበረት ስለዚ ስለምንታይ ወዲ ወዱ ብቐሊሉ ንሃርቫርድ ክኣቱ ዘይከኣለ በለትኒ። ብሕርቃን ተቓጸልኩ። ስምዒ ጀኒ፣ ኣነ ንፉዕ እንተዘይኮይነ ንምንታይ ሻኽ ዕድመን ክደሊኺ? በልክዋ ኣተኲረ ኣዒንተይ ብምጥማት ክርትም ኢላ ሰሓቐት መሊሳ ኣሕረቐትኒ ቅርጽኻ ፈቴዮ ድሕሪ ሰሓቓ መለሰትለይ ዓበይቲ ዕውታት ንፉዓት ወደቕቲዮም ኣብ ሃርቫርድ ፍልጥቲ ኣበሃህላ እያ ኣነ ድማ ድሕሪ ዕላል ናብ መደቀሲኣ እናኸድና ናይ ዓወት ምንቅስቓስ ክገብር ወሰንኩ ስምዒ ዓርቢ ምሸት ምስ ዳርትማውዝ ጸወታ ሆኪ ኣሎ በልክዋ። ስለዚ ብሕቶ መልክዕ ጠመተትኒ። ተትመጺ ባህ ምስ በለኒ። ስለምንታይ ናይ በረድ ሆኪ ክርኢ ዝመጽእ? ሓተተትኒ። ዋ ኣነ ስለ ዝጻወት መለስኩላ። ስቕታ መድረኽ ተቋጻጺሩ ከም ዘይነበርና ገበረና። ጀኒ ነቲ ጽምዋ ክትብድሆ ብምውሳን ምስ ኣየነይቲ ጋንታ ብምባል ሓተተትኒ ኣብ ካልኣይ ርብዒ ናይቲ ጸወታ ዜሮ ብዜሮ ነበርና ኣነን ጄቨይ ጆንሰን ሸቶ ከነቝጽር ድልዋት ነበርና እቲ ስታድዩም ብናይ ሞትን ህይወትን ዋጭዋጭታ ተዓብሊሉ እዩ። ንዓይ ከምዚ ምግባር ስርሐይ ኮይኑ እዩ ዝስምዓኒ። ሓንሳብ እኳ ንጀኒ ኣይጠመትክዋን። ትርእየኒ ክትህሉ ግን ተተስፈኹ። ኩዕሶ ሒዘ በቲ በረድ ክጠሓሕሶም ጀመርኩ። ጄቨይ ብጸጋማይ ወገን'ዩ ነይሩ። ባዕለይ ከመዝግባ ስለ ዝደለኹ ክህብ ኣይመረጽኩን። ቅድሚ ምቕላዐይ ግን ክልተ ተጻወትቲ ዳርትማውዝ ሰዓቡኒ። ነታ ኩዕሶ ኣብ ዝሃረምሉ ግዜ ድማ ነንሓድሕድና ብተሪር ተጋጨና። ንስኻ! ሃንደበታዊ ድምጺ ሰማዕኩ። ንኽልተ ደቒቕ ኣብ ሳንዱቕ መቕጻዕቲ ጽናሕ! ጠመትክዎ። ለካ ንዓዩ ዝዛረበኒ ነይሩ። እንታይ ገይረ? በልክዎ። ኣይትካትዓኒ ቁጽሪ ሸውዓተ ስለ ዝተባእሰ ንክልተ ደቕ ኣብ ሳንዱቕ መቕጻዕቲ ይጽናሕ። ንኻልእ ዳኛ ሓበረ። በእዛኒ ክሳዕ ዝተክኽ ተቓጸልኩ። ኣብ ሳንዱቕ መቕጻዕቲ ተቐሚጠ ብቁጥዐ ክዕዘብ ጀመርኩ። ኣዕሩኽትኻ እናተጻወቱ ንስኻ ኣብዚ እንታይ ትገብር? ደሃይ ጀኒ እዩ። ኣይመለስኩላን። ንሓደ ካብ ደቂ ጋንታይ ተደሃኽዎ። እንታይ ኢኻ ጌርካ? ጀንያ ሓተተትኒ። ጋንታይ ብጎደሎ ትጻወት ብምንባራ ቁጠዐይ ኣይበረደን። ግዲ ከይገበርኩ ድማ ብትሪ ስለ ዝተጻወትኩ በልኩዋ። ዘሕፍር ድዩ? ሓተተት። ግደፍኒ እባ ጀኒ ኣብ ሓሳብ እየ ዘለኹ። ዋ ብዛዕባ ምንታይ? ወሰኸት ሕርቃነይ ኣብ ድምፀይ እናተንፀባረቐ። ከመይ ገይረ ከም ዝሰብሮ ይሓስብ ኣለኹ። ኩሉ ግዜ ድኻ ትበኣስ? ተዛረበት ጀኒ ስቕ እንተዘይልኪ ምሳኽ ከማን ክበኣስ እየ በልክዋ ኖ ዘይከደልካ ቻው ቆሊሕ እንተበልኩ ድሮ ጉዕዞ ጀሚራ ጸንሓትኒ ኣብ መንጎ ተቐርቂረ ከለኹ ክልተ ደቂቕ ብምዝዛሙ ንኽኣቱ ደወል ተደወለለይ ኣንበሳ ባረት ኣብ ስታድዩም ዝነበረ ተዓዛቢ ደጋገሞ ጀኒ ክትሰምዓለይ ተመነኹ ገሪፋቶ ከይዳ ዝብል ሓሳብ ግን ኣፍራሓኒ ናብታ ኩዕሶ ተወርወርኩ ኩዕሶ ሒዘ እናተወናጨፍኩ ኣብ ማእከል ህዝቢ ንጀኒ ተመልከትኩዋ። ደድሕረይ ተጻወትቲ ዳርት ማውስ ሰዓቡኒ። ፎርሳ ኦሊቨር ኣጆኻ ርእሶም በሎም ናይ ጀኒ ድምጺ ካብቲ እኩብ ደሃይ ኣለለኽዎ። ጥዑም ሙዚቃ ኮይኑ ተሰመዓኒ። ንሓደ ተጻዋታይ ሓሊፈ ነቲ ሓደ ኣላቲመ ብምውዳቕ ነታ ኩዕሶ ንዴቨይ ሃብክዎ። ንሱ'ውን ኣብ ልደት ኣዕለባ። ደገፍትና ዓበዱ። ምትሕቑቛፍን ምስዕዓምን ኮነ። ሸውዓተ ብ ዜሮ ኢና ተዓዊትና። ኣብዚ ጸወታ ሓንቲ ሽቶ ከመዝግብ እንከለኹ ሓንቲ ድማ ንሸቶ ኣቐቢለ ብኹርዓት ኣካለይ ኣብ መሕጸቢ ሰብነት ኣእተኽዎ።

ኖ ኖ ኖ ኖ ይቕሬታ ተኸይፈ ስለ ዝኾንከ ስክፍ ኢለ መለስኩላ ኣነ ግን ኣይተሓጎስኩን መለሰትለይ ኣብቲ ጸጥታ ዝሰፈኖ ጸልማት መድረኽ ደጊመ ብቐስታ ሳዕምክዋ እናዕለልና ኣብ ኣፍ ደገ መደቀሲኣ በጻሕና ስምዒ ጀኒ ንገለ ኣዋርሕ ቴሌፎን ኣይክድውለልክን እየ ኣብ ምፍናው ዝተዘረብክዋ እዩ ንውሑድ ደቓይቕ ስቕ ድሕሪ ምባል ስለምንታይ በለትኒ ምናልባት እውን ኣብ መደቀሰይ ምስ በጻሕኩ ክድውለልኪ ይኽእል እየ ብምባል መልሳ ከይተጸበኹ ሕቖይ ሂበያ ጉዕዞ ይጀመርኩ ኣታዕዋን ሕንቁ ክትብለኒ ሰማዕክዋ ርኢኺ ጀኒ ንስኺ ውን ከምዚ ኢኺ ትገብሪ ካልኦት ንዓኺ ከምዚ ክገብሩኺ ግን ኣይትደልይን ኢኺ በልክዋ ንሓሳበይ ሰሚዓ ኣብ ገጻ ተርእዮ ስምዒት ክርእዮ በሃኩ ኩርዓተይ ግን ግምጥል ኢለ ክምልከታ ኣየኽኣለንን ተመለሳ ዝብል ሓሳባተይ ኣወንዚፈ ነቲ ንቕድሚት ኪድ ዝብል ሓሳባተይ ጠርኒፈ ጉዕዘይ ቀጸልኩ ብርግጽ ፍርሒ ኣብ ውሽጠይ ጓህሪ ፈጢሩ ነይሩ። ንጀኒ ከይከስራ ስግኣት ነይሩኒ እዩ። ተግባረይ ከስተኻኽል ግን ኣይፈተንኩን። ሓሳባት እናውረድኩን እናደየብኩን ጉዕዞይ ቀጸልኩ። ብዝስምዓኒ ዝነበረ ስምዒት ርግጸኛ ክኸውን ኣይከኣልኩን። ኣብ መደቀስየይ ምስ በጻሕኩ፣ እቲ ተጻዋታይ ኩዕሶ እግሪ ራይ ምስ ኣዕሩኽቱ ካርታ ክጻወት ጸንሓኒ። ዋእ! ኬፍ ኦሊ! ክንደይ ጎለቲኻ? ሓንቲ እቴ ሓንቲ ድማ ሰሪሐ ምስ ካቪለርኻ በለኒ ስም ጀኒ ኣልዒሉ ምዝረቡ ኣዝዩ ኣቆጣዓኒ ኣብ ማእከል እኩብ ሰብ ምዃኑ ድማ ሕርቃነይ ክብርኽ ዝገበረ እዩ ነቲ ዘረባ ንምኹላፍ ድማ ጉዳይካ ኣይኮነን ብነድሪ መለስኩሉ። መን እያ ካቪለሪ? ሓደ ካብ ኣዕርኽቱ ሓተተ። ካብ ዝፈራሕክዎ ኣይወፀን። ተተቐባቢሎም ነቲ ወግዒ ኣራሰንዎ። ጀኒ ካቪለሪ ተምሃሪት ሙዚቃ እታ እኮ ምስቶም ጉጅለ ሙዚቃ ፒያኖ ትፃወት መለሰሉ። ምስ ባረት ከንታይ ትፃወት ምስ በሎ ብሓባር ሰሓቑ። ሕርቃነይ ክቆፃፀር ኣይከኣልኩን። ባዕልኹም ትፈልጡ ብምባል ኣብ ዓራት ተጋደምኩ። ቴሌፎነይ ብምጥዋቕ ንጀኒ ደወልኩላ። ብትሑት ደሃይ ከመይ ጀኒ በልክዋ። ብተግባረይ ስቅቕ ኢለ'የ ነይረ። መልሳ ምስ ሰማዕኩ ኣፍቅረኪ ኣለኹ ዳሕዳሕ ኩላ ከይመለሰትለይ ስቕ በለት። መሊሰ ፈራሕኩ። ዝነበረኒ ስምዒት ነጺሩለይ'ዩ። ፍቕሪ ንኸይከስራ ዘፍርሓኒ ፍቕሪ እዩ። ዝወሰድክዎ ስጉምቲ ንጀኒ ኣቖጢዑ ካባይ ከየርሕቓ ፈራሕኩ። ድሕሪ ደቓይቕ ንዓይ ግን ዓመታት ዝኾናኒ ብልስሉስ ደሃይ። ኦሊቨር ዕውት ኢኻ? በለትኒ። ኣይሓረቕኩን ኣይተገረምኩን ድማ። ዝኸበርኩምን ዝኸበርክንን ተኸታተልቲ ሞት ዘይስዕሮ ፍቕሪ ትብል ቀዳማይ ክፋል ዛንታና ኣብዚ ክንዛዝም ኢና ምርኻብና ኣብ ካልኣይ ክፋል እዩ ክኸውን ክሳብ ሽዑ